ቀዳዊ ቀዳዊ ሞት ሞት ልብ ወለድ ዛንታ ዛንታ ብብርሃነ ብርሃነ ክፍሉ ተራኺ ተራኺ ሚካኤለ ኢያሱ ኢያሱ ሃርሞኒ ሃርሞኒ ቀዳዊ ቀዳዊ ሞት ሞት ቀዳማይ ክፋል ሃንደበት ማዕጾ ክኩሕኳሕ ሰም ዓደይ ሰንበቱ ነታ ኣብ ልዕሊ ፋርኔሎ ቀኒና ትስለስ ዝነበረት ጀበና ከይትግንፍል ኣውሪደን ናብ ማዕጾ ኣምርሓ። መን ኢኻ? መለሳ ብትሑት ድምጸን። ኣነ'የ። ድምጺ ናይ ጎበዝ ተዳህኤ እቲ ሪኤንኦ ዘይፈልጣ ጎበዝ ኩነታቱ ክሓታ ተሃውኻ እቶ እቶ ናይ ዳሓን ዲኻ ዝወደይ ኢለን ሓተታሞ እቲ ጸሊም ጉልቡጥ ጸሊም ባድላ ዝተኸድነ መንእሰይ ዳሓን እየ ሚኪኤለ ይበሃል። ጓልከን ካባይ ብምትላል ዝወሰደቶ ገንዘብ ስለ ዘይመለሰትለይ፣ ኣድራሻ'ውን ብንጹር ስለ ዘይሓበረትኒ፣ እዛ መጸዋዕታ ናባኽን'ያ ክብል ምጕጣጥ ብዝተሓወሶ መንገዲ ኣጕባዕብዓለን። ኣደይ ሰንበቱ ነቲ ማዕጾ ተደጊፈን ብምግራም ኣቕለባሉ። እዚ ወደይ! ግን ጓለይ እኮ ካብ ትወጽእ ዘረባ ከይቀጸላ ፈሊጠ ብገንዘበይ እያ ወጺኣ ግን ከም ዝሃብኩዋ ከኣ መሰኻኽር ኣለዉኒ ክብል ብታህዋኽ መለሰለን። ኣደይ ሰንበቱ የማን ጸጋም ኣቕባሕባሕ እሞ ሕጂ እንታይ ኢኻ ትብለኒ ዘሎኻ ክብላ መለሳሉ። ንሱ ከኣ ነታ ናይ መጸዋዕታ ወረቐት ናይ ፖሊስ ኣውጺኡ እዚ ናባኽን እዩ ጽባሕ ናብ ሻድሻይ መደበር ፖሊስ ክትርከባ ኢኽን ደርቢለን ተመርቀፈ። ሰምሃር ጓለን ነደይ ሰንበቱ ካብ ኣስመራ ካብ ትወጽእ ሓሙሽይ ዓመታ ኣቁጺራ ነበረት። ነታ ኩልንትንኣን ንስለ ጓለን ኢለን ነብሰን ኣሕሲረን ዘዕበይኣ ወላዲት ውዕለታ ክትመልስ ኢዩ ሕልማ። ቅድሚ ሓሙሽተ ዓመት ሰምሃር ምስ ለቲና ዝተባህለት መሓዝኣ፣ ኣብ ክልቲኤን ሓንቲ እንዳ መሻጢት ተኻሬን ክሰርሓ እኳ እንተ ጀመራ፣ ጽቡቕ ከርብሐን ስለ ዘይከኣለ ግን መመንገደን ሓዛ። እንተኾነ እታ ምስ ሰምሃር ጽቡቕ ዝምድና ዝነበራ ለቲና፣ ንሚኪኤለ ዝተባህለ ሃብታም መንእሰይ ጥቡቕ ዝምድና ብምምስራት፣ ክሳብ ዘሎዎ ሃብቲ እውን እንተኾነ ከም ዋና፣ ከተካይዶ ስልጣን ሂቡዋ ነበረ። ክትላለዮም ከላ ብስም እታ ተፍቅራ መሓዝኣ ሰምሃር፣ ኣድራሻ ናታ፣ ነደይ ሰንበቱ'ውን ነዲኣ ከም ዝኾና ገይራ እያ ኣላልያቶ። ሓደ መዓልቲ ዋላ ይኹን ግን ገዝኣ ወይ'ውን ኣዲኣ ኣርእያቶ ኣይትፈልጥን። ለቲና። ምስ ግዜ ብውሽጣዊ ጉዳያታ ብምስላጥ ንሚኪኤለ ንዱባይ ክሽቅጥ ገንዘብ ከለቅሓ ብኡ ቢሎም ኣታዊታቶም ከኻዕብቱ ምኻኖም ኣእመነቶ። ሚኪኤለ ከኣ ንዝጠለበቶ ገንዘብ ዓይኑ ከይሓሰየ ሃባ። ለቲና ነቲ ገንዘብ ሒዛ ንዱባይ ብኡ ቢላ ንኤውሮጳ ቀጺላ። ናብቲ ኣብኡ ዝነበረ ናይ ቀደም ዓርካ ተጸንበረት። ንሚኪኤለ ከኣ ነዴኻ ማይ ውረደላ በለቶ። ንርእሳ ኢላ መሬት ዝወግሓተን ኣዲስ ሰንበቱ፣ ንግሆ ኣወል ሰትየን ክብገሳ እንከለዋ፣ ኣብ ልዕሊ ከሬኔሳ ዝነበረት ቴሌፎን ድምጺ ክትገብር ብዝሰምዓ፣ ከይደን ብምልዓል፣ ሃሎ በላ። ኣነ ሰምሃር ማሚ፣ መለሰት ሰምሃር። ኣይ ኣንቲ ሰምሃር ጓለይ እዚኣ እያ እትግበኣኒ ንዓይ ድኽነትና ዘይምሓሸና ገንዘብ እንዳማትኪ በሊዕክስ ንዓይ ንኣረጊት ሰበይቲ ናብ ቦሊስ ጣብያ ከተመላልስኒ ክረግመኪ እየ ምስ በልኣ ሰምሃር ኩነታ ደንጺዋ እንታይ እዩ ማማ ናይ መን ገንዘብ ድሓን ዲኺ ንምዃኑ ደራሪባ ሓተተተን።